ሰላም ሰላም ዝኸበርኩም ኣሕዋት ከመይ ትኾኑ? እጀኻ ብኻልእ ጉዳይ መፂእኩም ኣለኹ። እዛ ስእሊ እዚኣ ዳርጋ ኩሉ ሰብ ኣብ ሰለስተ ኣርባዕተ መዓልቲ ርእይዋ እዩ። በዛ ስእሊ እዚኣ ዘይሓዘነ የለን። ቆልዓ ክበኪ እንዳረኣኻ ዘይምሕዛን ሰብኣዊ ታሽሙ ይኮነን። በንፃሩ ናይዚ ከዓኒ እቶም ሰለስተ ኣርባዕተ ዝኾኑ ሰባት ነዚ ቆልዓ እዚ ክነዕብዮ ኢና ኢሎም በቃ ጥራይ ፍቓድ ንርከብ እምበር ክነዕብዮ ንኽእል ኢና ኢሎም ኣብ ማሕበራዊ ሜድያ ናይ ሰለስተ ሰብ ናይ ኣርባዕተ ሰብ ርኤ ነይረ ካብኡ ንላዕሊ ክኾኑ ይኽእሉ እዮም ካብኡ ንታሕቲ እውን ክኾኑ ይኽእሉ እዮም ንዓኹም ከየመስገንክኹም ከየድነቕኩኹም ክሓልፍ ኣይደልን እየ እቶም ከምዚ ዓይነት ስእሊ ምስ ረኣዩ ዝሓዘኑ ከዓኒ ብዙሕ ዘሕዝን ታኣሽሙ የለን እዚ ቆልዓ እዚ ኣዲኡላቱ ኣይ ሞተትን ወይ ዝኮነ ሽግር ኣይ ኣጋጠማን ኣብ ሰላማዊ ኩነታት እዚ ቆልዓ ኣዲኡ ሃሪማቶ እንዳ በከየ ከሎ ኣዲኡ ሃሪማቶ እንዳ በከየ ከሎ ዝተሳኣሎ ስእሊ ኣብ ማሕበራዊ ሜድያ ጠቂዖም ኣዲኡ ከም ዝሞተቶ ወለዱ ከም ዝሞትዎ እዚ ዘሎ ዕግርግር ናብ ኢትዮጵያ ክጥቀሙሉ ኢሎም ዘእተዉ ስእሊ ሓደ እንደ ኣነ ተረዳእኒ ናይ ህፃናት ስእሊ ወይ ናይ ዝሓመሙ ሰባት ስእሊ ገለ እንዳጠቃዕኻ እንታይ ዓይነት ጥቅሚ ከም ዝርከብ ኣይፈልጥን እየ ግን ከምኡ ዓይነት ሰባት ኣለዉ እዚ ቆልዓ እዚ ኣብ ደሴ ዝቕመጥ ኮይኑ ናይ ሙሉእ እታ ሽሙ ብዛዕባ እዚ ቆልዓ ትገልፅ ሓንቲ ጓል ቪድዮ ዝሰራሓቶ ኣሎ በምሓርኛ እዩ እዚ ኣነ ዝዛረቦ ዘለኩ ነቶም ብትግርኛ ትሰምዑ ሊንክ ኣብ ታሕቲ ክገድፈልኩም እየ ኣብዛ ናይታ ሽሙ ኣቲኩም እቶም ኣምሓርኛ ትሰምዑ ክትሰምዕዎ ትክእሉ ኢኩም እዚ ቆልዓ እዚ ኣዲኡ ኣላቶ ዋላ ሓንቲ ሽግር የብሉን ነዚ ስእሊ እዚ ሪኢኩም ዝሓዘንኩም ዋላ ሓንቲ ሓድሽ ነገር የለን ኣብኡ ከለኩም ክትፈልጥዎ ዝግበኣኩም ኣብ ማሕበራዊ ሚድያ ዝጥቃዕ ኩሉ ትክክል እዩ ማለት ኣይኮነን ንሕና ክነገናዝብ ክነመዛዝን ጽቡቕ እዩ። ከምዚ ዓይነት ስእሊ ርኢና ክንሓዝን ግዴታ እዩ። ግን ከኣ ከነመዛዝን ኣለና። ሕጂ እውን ደጊመ ዝብሎ እቶም ክነዕብዮ ኢልኩም ተበጊስኩም ዝነበርኩም ሰባት ሰናይ ተግባር እዩ ምስቲ ዘለኩም ጣሽሙ ከየመስገንኩኹም ክሓልፍ ኣይደልን እዩ። ብዝተረፈ ግን ንምሉእ ትሕዝቶን ብዛዕባ እዛ ስእልን ጣእሽሙን ኣምሓርኛ ንትሰምዑ ኣብዚ ታሕቲ ሊንክ ክገድፈልኩም እየ ዳእታኹም ራህይዎ ሓውኹም መንግሴ ብሩኽ መዓልቲ።